ረቡና ዓዘ ወጀል ውን ኣብ ሱረት ተውባ መበል ሚእቲ ኣያ ወሳቢቁነ ኣልኣወሉነ ሚነል ሙሃጅሪነ ወልኣንሷር ወለዚነ ተበዑሁም ቢኢሕሳን ረዱየ ላሁ ዓንሁም ወረዱ ዓንሁ ኢሉ። እዚኦም ኣሳቢቁነ ኣልኣወሉን እቶም ቀዳሞት መጀመርያ ነቢ ዓለይሂ ሰላቱ ወሰላም ዳዕዋ ክጅምሩ ከለዉ የማናይ ጎኖም ኮይኖም የማናይ ኢዶም ኮይኖም ንረሱል ዓለይሂ ሰላቱ ወሰላም ዝሓገዙ ሰባት ካብኣቶም ኣልሙሃጂሪን ወልኣንሳር፣ ሙሃጂሪን ደቂ መዲና፣ ደቂ መካ ካብ መካ ንመዲና ዝሃጀሩ፣ ወልኣንሳር ደቂ መዲና ኣብ መዲና ኮይኖም ነቶም ሙሃጂሪን ዝተቐበሉ፣ እዚኣቶም ረበል ዓለሚን ዝመስከረሎም፣ ረበል ዓለሚን ዝረደየሎም እዮም። ወነቢ ዓለይሂ ሰላቱ ወሰላም ኢሎም ኸይሩናስ ቐርኒ ኢሎም። ثመ ለዚነ የሉነሁም ثመ ለዚነ የሉነሁም እቲ ዝበለፀ ክፍለ ዘመን እዚ ኣነ ዘለኽዎ እዩ ኢሎም ብድሕሪኦም ዝኽተሉ ብድሕሪኦም ዝኽተሉ ድማ ኢሎም ዝመስከሩሉ ወለዶ እዚኣቶም እቶም ቀዳሞት ኣብዚ ድስርዑ ሰሓበት ነቢይ ሰለላሁ ዓለይሂ ወሰለም እዮም።

ክንድታ ሓንቲ ሕፍሶ ወይ ክንዲ ፍርቂ ትኸውን ውን ክንዲ ናቶም ኣይበጽሕን እዩ ኢሎም ምኽንያቱ ኣብቲ ከቢድ ዝነበረሉ ጽንኩር ዝነበረሉ ኩነታት ናይ ብሓቂ ሰብ ድፍተነሉ ዝነበረ ኣብኡ ድጸንዑ ሰባት ሰባት ዝገበሩ እዚኣቶም እቶም ዝበለጹ እዮም ማለት እዮም ወሊዛሊክ ሰብ እኽላስ ቁድዋ ኣብነት ንደቂ ሰባት ዝኾኑ እዞም ሰሓባ እዚኣቶም ኩላ ግዜ ናታቶም ታሪኽ ክንፈልጥን እቲ ሪዳ ናይ ረቢ ዝረኸብሉ ፍቶት ናይ ረቢ ዝረኸብሉ መንገዲ ንዑ ክንረክብ ንዑ ክንፈልጥ ድማ ክንጽዕር ማለት እዩ ኣቡበከር ኣስዲቅ ካብቶም ቀዳሞት ድስርዑ ካብ ሰሓበት ነቢ ሰለላሁ ዓለይሂ ወሰለም እዩ ነቢ ዓለይሂ ሰላቱ ወሰላም ኣብ መበል ዓሰርተ ሓደ ሂጅርያ መዲና ምስ ከዱ ኣብታ ግዜ እቲኣ ነቢ ዓለይሂ ሰላቱ ወሰላም ካብዚ ዱንያ እዚ ተፈልዮም ጠብዓን ሓዘን ዓብይ ዝኾነ ሓዘን ናይ ረሱል ምፍላይ ነይሩ ከምኡ ድማ ፊተን ድማ ሽዑኡ ተሲኡ ማለት እዩ ኣብዚ ግዜ እዚ ምኽንያቱ ነቢ ዓለይሂ ሰላቱ ወሰላም ዋሕይ ይወርዶም፣ ነቢ ዓለይሂ ሰላቱ ወሰላም ይመርሕዎም፣ ኩሉ እቲ ኩነታቶም እስቲቕራር ዘለዎ ህድኣት ዘለዎ ኣካይዳ፣ ነዓም ብጸላእቲ በቲ መጹዎም በቲ መጹዎም ግን ምስ ነቢ ዓለይሂ ሰላቱ ወሰላም ኮይኖም ተረጋጊኦም እጉዓዙ ነይሮም። ነቢ ዓለይሂ ሰላቱ ወሰላም ካብ ኣዱንያ ምስ ተፈለዩ ግን ጸገም መጺኡዎም ሰንቢዶም ሰሓባ ኣብቲ ግዜ እቲ

ኣብኡ ኾይኖም ንኣቡበከር ስዲቅ ረዲየላሁ ዓንሁ ንስኻ እኻ ትመርሓና ኢሎሞም። ሰይድና ዑመር እብንል ኸጣብ እውን ካብቶም ዝያዳ ድተሓጎሱን ከምኡ ድማ ኩሎም ሰሓባ ዝረደዩሉ ንኣቡበከር ስዲቅ መሪሕነት ሂቦሞም ኣወል ኸሊፋ ናይ ረሱል ሰለላሁ ዓለይሂ ወሰለም ኮይኖም ማለት እዮም። ጠብዓን ኣብቲ መጀመርያ ሞት ናይ ረሱል ዓለይሂ ሰላቱ ወሰላም ከቢድ እዩ ነይሩ ንሰሓባ። ስትና ዓኢሻ ረዲየላሁ ዓንሃ እንታይ ይብላ ኣብ ገዝኦም ነይሮም ሰይድና ኣቡበከር ቁሩብ ፍንትት ኢሉ ካብቲ መስጊድ እዩ ነይሩ ብፈረሶም ናጋለቡ መጺኦም መስጊድ ኣትዮም መስጊድ ተራእይዎም ገሊኡ ዝበኪ ገሊኦም ጌና ረሱል ደሓን እዩ ክብሉ ያዕነብ ነንሕድሕዶም ብዙሕ ዋዕዋዕ ጸኒሕዎም። ሰይድና ኣቡበከር ትኽ ኢሎም እንዳ ጓሎም እዩ ዓኢሻ ረዲየላሁ ዓንሃ ኣብኡ ኣትዮም እሞ ነቢ ዓለይሂ ሰላቱ ወሰላም ብጨርቂ ከዲኖሞም ጸኒሖም ገጽ ናይ ረሱል ዓለይሂ ሰላቱ ወሰላም ከፊቶም ሰይድና ኣቡበከር ንሰይድና ሙሓመድ ዓለይሂ ሰላቱ ወሰላም ስዒሞም ናይ ብሓቂ በኽዮም ሓዚኖም ደሓር ኢሎም ሰይድና ኣቡበከር ቢኣቢ ኣንታ ወኡሚ በጃኻ ይኹኑ ፊዳ ይኹኑ ኣቦይን ኣደይን ያ ረሱረላህ ኢሎሞም ወላህ ኢሎም ላ የጅማዑ ላሁ ዓለይካ መውተተይን ክልተ ሞት የብልካን እታ ቀዳመይቲ ሞት እታ ረቢ ዝኸተባ ግን ቀሚስካያ ጥዒምካያ ረሱሩላህ ኢሉም ሰይድና ኣቡበከር ሓዘኖም ተቋጻጺሮም ናብ መስጊድ ገጾም ከይዶም ሕጂ ሰይድና ዑመር ሞት ናይ ረሱል ከቢድዎም በርቲዕዎም ጌና ረሱል ዓለይሂ ሰላቱ ወሰላም ደሓን እዮም ረሱል ኣለዉ እዮም እንዳበለ ንሰሓባ ከጸናንዕ ጸኒሑ ኮፍ ፈሊሎሞ ሰይድና ኣቡበከር ኮፍ ምባል ኣብዩ ሰይድና ኣቡበከር ኹጥባ ጀሚሮም ንረቢ መስጊኖም ሰላት ዓለ ነቢ ጌሮም ኣማ ባዕድ ኢሎም መን ካነ ያዕቡዱ ሙሓመደን ፈኢና ሙሓመድ ቀድ ማት ኢሎሞም። ንሙሓመድ እየ ዒባዳ ዝገብር ዝበለ ሙሓመድ ዓለይሂ ሰላቱ ወሰላም ሞይቶም እዮም ኢሎሞም። ወመን ካነ ያዕቡዱ ላህ ንረቢ ዒባዳ ዝገብር ግን ፈኢነ ላሃ ሓዩን ላ የሙት ኣላህ ስብሓነሁ ወተዓላ ኣሎ ህያው ዝኾነ ወማ ሙሓመዱን ኢላ ረሱሉን ቀድ ኸለት ሚን ቀብሊሂ ሩሱል ረሱል ዓለይሂ ሰላቱ ወሰላም ከምቲ ረቡና ዓዘ ወጀል ኣብ ሱረት ኣሊ ዕምራን መበል ሚእትን ኣርባዓን ኣርባዕተን ኣያ ዝገለጾም ነዛ ኣያ እዚኣ ቀሪኦማ ሰይድና ኣቡበከር ወማ ሙሓመዱን ኢላ ረሱሉን ቀድ ኸለት ሚን ቐብሊሂ ሩሱል ረሱል እኳ እዮም ሙሓመድ ዓለይሂ ሰላቱ ወሰላም ብረቢ ዝተለኣኹ እዮም ቅድሚኦም እውን ክንደይ ነብያት ክንደይ ረሱላት እውን ሓሊፎም እዮም ኣፈኢን ማተ ኣው ቁቲለ እንቐለብቱም ዓላ ኣዕቓቢኩም ረሱል ዓለይሂ ሰላቱ ወሰላም እንተደኣ ሞይቶም ወይ'ውን እንተደኣ ተቐቲሎም እውን ንድሕሪት ዲኹም ክትምለሱ? ወመን የንቀሊብ ዓላ ዓቂበይሂ ንድሕሪት ድተመለሰ ካብ ኢማን ድወጸ ፈለን የዱረ ኣላሃ ሸይኣ ንረቢ ዝጎድኦ የለን ወሰየጅዚ ኣላሁ ሻኪሪን ነቶም ቀጥ ኢሎም ኣብታ መንገዲ ዝጎዓዙ ግን ረቢ ናታቶም ጀዛእ ክህቦም እዩ ትብል ኣያ ምስ ቀርኡ ሰይድና ኣቡበከር

ዑመር እብን ኣልኸጣብ እንታይ ይብሉ? ወላሂ ይብሉ ማ ሁወ ኢላ ኣን ሰሚዕቱ ኣባ በክር ተላሃ፣ ሰይድና ኣቡበከር ነዛ ኣያ እዚኣ ክቐርኡዋ ምስ ሰማዕኩ ፈዓቀርቱ ይብሉ፣ እዚ ኣብራኸይ ምስካም ስኢኑኒ፣ ሓታ ማ ተቁሉኒ እግረይ ስኒ ምስካም ነፍሰይ ደው ምባል ስኢነ፣ ወሓታ ሃወይቱ ኢለል ኣርድ ናብ መሬት ወዲቖም ማለት እዩ። እዛ ቃል እዚኣ ዓባይ ዝኾነት መን ካነ ያዕቡዱ ሙሓመደን ፈኢነ ሙሓመድ ቀድ ማት ትብል ዓባይ ዝኾነት ኣብ ታሪኽ ዝተሰጀለት እዚኣ ንኹሉ ነቶም ሰሓባ ንብድሕሪኦም ዝመፁ ቀጥ ኢሎም ኣብቲ መንገዲ ናይ ረሱል ንክጓዓዙ ዓባይ መንገዲ ኮይና ማለት እዩ። ጠብዓን ሰይድና ኣቡበክር ኣብቲ ግዜ እቲ ሓንሳብ ኣይፀንሑን። ኩነታት ናይ ረሱል ዓለይሂ ሰላቱ ወሰላም ጌና ጠብዓን ከይተቐበሩ ከለዉ ኸሊፋ መሪጾም መሪሕነት ንሰይድና ኣቡበከር እቲ ናይ ከመይ ኢሎም ይቕበሩ እቲ ጀናዛ ከመይ እዩ ክኸውን ኣበይ እዩ ከመይ እዩ ኢሎም ኩሉ ወዲኦም ቁርብ ኣዕረፍ ከየበሉ እንከለዉ ብገለ ገለ ቦታታት ሙርተዲን ኮይኖም ብርሑቕ ኣሚንና ዝብሉ ዝነበሩ ሰባት ንድሕሪት ተመሊሶም ማለት እዮም። ባዕደ ወፋት ነቢይ ሰለሏሁ ዓለይሂ ወሰለም ገለ ቐባኢል ተላኢኾም ረሱል ዝለኣኽዎም ዘካት ክእክቡ ኢሎም ነቶም ዘካት ክወስዱ ዝኸዱ ኣይንህበኩምን ኢና ረሱል ሞይቱ እዩ ኻላስ ኢሎም ንዘካት ምሃብ ዝኣበዩ ከምኡ እውን ብዙሕ ነገራት እዩ ተረኺቡ ገለ ድማ ኣነ ነቢይ እየ ድብል ድማ ከምኡ ድማ መፂኦም ገለ ሰባት ክፋል ድማ እርቲዳድ ገይሮም ማለት እዮም። ጠብዓን እዚ ኩሉ ነቲ ኩነታት ተራጋጊኡ ዝነበረ ናይ መዲና ህውከት ኮይንዎ ማለት እዩ ላኪን ሰይድና ኣቡበከር ጀበል እዮም ነቅ ዘይብሉ ከምኡ ውን ዓበይቲ ሰሓባ ሙበሸሪን ብልጀና ውን ኣለው ኣብ ጎኖም ውን ኣቡበከር ምስ ሰይድና ኣቡበከር ሰይድና ዑመር ሰይድና ዑስማን ወዓሊ ዘለዎ ኣብዚ ግዜ እዚ ሰይድና ኣቡበከር ቀጢሎም ወላሂ ኢሎም ነዛ ዘካት እዚኣ ልክዕ ከም ሰላት እያ ረበልዓለሚን እውን ሰላት ክዝክር እንከሎ ዘካት እዩ ዝዝክር ሰላትን ዘካትን ድፈላሊ ክንዋግኦም ኢና ምስ በሉ ሓታ ሰይድና ዑመር እሞ ላኢላሃ ኢለላህ እንዳበሉ ድኣ እንታይ ክንገብር ንዘካት ካብተን ሩኩን ሚን ኣርካን ልእስላም ኣይንህብን ኢሉ ዝኸሊ ሰብ ክንቃተሉ ኢና ምስ በሉ ጀሽ ኣኪቦም ኩሉ ልክዕ ከምታ ናይ ረሱል ዓለይሂ ሰላቱ ወሰላም ዝገደፍዎም ኣካይዳ ከምኣ ንኽኸዱ ቀጥ ኣቢሎሞም ማለት እዮም። ሰይድና ኣቡበከር ብዙሕ ወታደራት እውን ኣዳልዮም ገለ ገለ ካብቶም መራሕቲ ዝገበርዎም ዒክሪማ ኢብኒ ኣቢ ጃህል ወሹራሕቢል ኢብኒ ሓስና ወልዓላ ኢብኒ ልሓድረሚ ወዓርፈጃ ወገይሩሁም ናብቲ ገለ ካብ እስልምና ዝተመለሱ ሰባት ናብ ኩሉ ዘርጊሖሞም ማለት እዮም ከረድእዎም ጀሚሮም ወዛ ኣያ እዚ እውን ረቡና ዓዘ ወጀል እውን ወማ ሙሓመዱን ኢላ ረሱሉን ቀድ ከለት ሚን ቀብሊሂ ሩሱል ረሱል ዓለይሂ ሰላቱ ወሰላም እኮ ከምቶም ዝነበሩ ነብያት ከምኣቶም እዮም ነብያት ድማ ኣብ ኣዱንያ ዝነብሩ የለዉን፣ ረሱላት ዝነብር የለን ኢሎም ከም ብሓድሽ ኣብ ኢማን መሊሰሞም፣ ነቶም ኣነ ነቢ'የ ዝበለ ድማ ሙሰይሊመቲል ከዛብ ድበሃል ድማ እዳዓ ንቡዋ ኣነ ነቢ'የ ኢሉ፣ ነዚ ድማ ኣብ የማማ ዝተበሃለ ቦታ'ዩ ነይሩ፣ ሰይድና ኣቡበከር ንኻልድ እብነል ወሊድ ልኢኾሞ፣ ነዚ ድማ ቀቲሎሞ ማለት'ዮም፣ ኩሉ ኩነታት ናይ መዲና ህድኣት ረኺቡ ማለት እዩ። ለም ዩጅማዕ ኣልቁርኣን ኣልከሪም ፊ ሙስሓፍ ዋሕድ ኢላ ፊ ሓያት ኣነቢይ ሰለላሁ ዓለይሂ ወሰለም፣ ኣብ ግዜ ረሱል ዓለይሂ ሰላቱ ወሰላም እዚ ቁርኣን ኣልከሪም ኣብ ሱዱር እዩ ነይሩ። ኩላቶም በቲ ማሻላህ ሓፍዙ በቲ ሓፍዙ በቲ ሓፍዙ ተሓፊዙ ኣብ ሱዱር እዩ ነይሩ። ገለ ገለ ድማ ኣብ ገለ ይኸትብዎ ነይሮም ማለት እዮም። ኣብዚ ግዜ እዚ ሓደ ኩነታት ተረኺቡ ብዙሓት ካብ ሰሓባ ክሞቱ ምስ ጀመሩ ከምኡ ውን ሙሰይሊመትል ከዛብ ውን ኣነ ነቢየ ምስ በለ ኣብኡ ንዕኡ ንኽዋግኡ ዝኸዱ ቁራእ ነይሮም ውን ኣብኡ ውን ምስ ሞቱ ሕጂ ሰይድና ኣቡበከር ተዘራሪቦም ምስ ሰይድና ዑመር እዚ ቁርኣን እዚ ብዙሓት ሑፋዝ ይሞቱ ስለ ዘለዉ ኣብ ሓንቲ ክታብ ክንከትቦ ኣብ ሓደ ንኣክቦ ተባሂሎም ብድሕሪኡ ጠብዓን ሰይድና ኣቡበከር ኣብቲ ፈለማ ደስ ኣይበሎምን ነይሩ እሞ ረሱል ኩብ ሓደ ዘይኣከብዎ ኢሎም ያ ኣቡበክር ኢሎሞም ሰባት ሕጂ እናበዝሑ ከምኡ ድማ እናመቱ ብዙሓት እውን ካብቶም ሑፋዝ ይሞቱና ስለ ዘለዉ ክንከትቦ ኢና ምስ በሉ ሰይድና ኣቡበከር እውን ዋፊቆም ሕራይ ኢሎም ፈከለፋ ዘይድ ቢን ሳብት፣ ዘይድ ቢን ሳብት እዚ ካብቶም ከተበት ልዋሕይ፣ ዋሕይ ድኸትቡ ዝነበሩ እዩ። ምስኡ ንዕኡ ያኒ ሓላፍነት ሂቦሞ ኩላቶም ካብ ካብ ሱዱር ካብ ሰሓባ ድሓፈዝዎ ድዩ ተኸቲቡ ዝነበረ ኣብ ዝተፋላለየ ኣብ ዓጽሚ ድዩ ኣብ ኣብ ዕንጨት ድዩ ተኸቲቡ ዝነበረ ንኹሉ ኣብ ሓንቲ ኣኪቦሞ እዚ ድማኒ ካብቲ ዓቢ ጉዳያት ሰይድና ኣቡበከር ስዲቅ ረዲየላሁ ዓንሁ ዝሰርሕዎ ዓብይ ስራሕ እዩ ማለት እዩ። ሰይድና ኣቡበከር ነዚኣ ንኸቲባ ኣብ ሓንቲ ክታብ ኩሉ ካብ ሱረት ልፋቲሓ ክሳብ ሱረት ናስ ዘሎ ተኣኪቡ ኣብ ሓደ ብድሕሪኡ ናብ ንዑመር ሂቦሞ ዑመር ድማ ምስ ሓፍሳ ጓሎም ድማ ምስኦ ኣቐሚጦምዎ ክሳብ ግዜ ሰይድና ዑስማን ምስ ሓፍሳ ጸኒሑ ማለት እዩ። ጠብዓን ኣቡበከር ስዲቕ ጀምዕ ናይ ቁርኣን ጌሮም ወ ሰይድና ዑስማን ኢብን ዓፋን እውን ረዲየላሁ ዓንሁ ዝያዳ እውን ኣብቲ ናቶም ታሪኽ ክንመጽእ ከለና ክንዝክሮ ኢና ንሶም እውን ጀምዕ ጌሮም እዮም። እንታይ እዩ ፍልልዩ እንተ ደኣ ኢልና ኣብ ናይ ሰይድና ኣቡበከርን ኣብ ናይ ሰይድና ዑስማንን ትጀምዕ ዝነበረ ናይ ሰይድና ኣቡበከር ንምንታይ ኣኪቦሞ ካነ ሰበቡሁ ኣልኸውፉ ምን ضያዕ ልቁርኣን ቁርኣን ከይጠፍእ ፈሪሖም ምኽንያቱ ኢስተሽሃድ ብዙሓት ካብ ሰሓባ ስለ ዝሞቱ ማለት እዮም ፈኣመረ ብጀምዕ ልቁርኣን ፊ ሙስሓፍ ዋሕድ

ሸውዓተ ኣሕሩፍ ዘለዎ ብማዕና ሸውዓተ ዓይነት ኣቀራርኣ ወይ ድማ ሸውዓተ ዓይነት ላህጃታት ደለዎ ኩሉ ሉቃ ዓረብያ ኮይኑ ኩላቶም እቲ ሓደ በቲ ቀርእ እቲ ሓደ በቲ ቀርእ ቁሩብ ክሰሓሓቡ ጀሚሮም ማለት እዮም እምበኣር ከምዚ ዓይነት እዚ ምስሕሓብ ካብ መጸ ኢሎም ሙስሓፍ ዑስማን ብን ዓፋን እተባህለ ድማ ኣብ ሓንቲ ቂራኣ ድማ ኩለን ድማ ብሓንቲ ቂራኣ ድማ ኣኪቦሞ እቲ ዝተረፈ ድማ ኩሉ ኻላስ ኣቃጽልዎ ኢሎም ኩላ ኣብ ሓንቲ ቂራኣ ከምዛ ሕጂ ኣብ ኢድና ዘላ ሙስሓፍ ኣብኣ ድማ ብኸምኡ ኣገባብ ድማ ኣኪቦሞ ማለት እዮም ኢዘን ሰሓበቱ ነብዩ ሰለሏሁ ዓለይሂ ወሰለም ካብ ሰይድና ኣቡበከር ጀሚርካ ክመጸናይ ናይ ሰይድና ዑመር፣ ዑስማን፣ ዓሊ ብዙሕ ጸገማት እዮም ኣሕሊፎም ማለት እዮም። ከምቲ ዝበልናዮ ነቢ ዓለይሂ ሰላቱ ወሰላም እንከለዉ ረሱል ዓለይሂ ሰላቱ ወሰላም ዋሕይ ይወርዶም፣ ረሱል ዓለይሂ ሰላቱ ወሰላም ይመርሕዎም፣ ናይ ረሱል ዓለይሂ ሰላቱ ወሰላም ዝኾነ ክመጽእ እንከሎ ሕራይ ኢሎም ይቕበሉ ነይሮም ላኪን ብድሕሪ ረሱል እቲ ሰብ ኣብቲ ፈለማ ብፍላይ ተሸጊሩ ነይሩ ላኪን ቀልጢፎም ናይ ሰይድና ኣቡበከር ኸሊፋ ምዃን ፍቱው ዝኾኑ ነቢ ዓለይሂ ሰላቱ ወሰላም እውን ኣብ ብዙሕ ኩነታት ኣብ ኣዱንያ እንከለዉ እውን ብዙሕ መሪሕነት ይህብዎም ስለዝነበሩ ኣቡበከር ድማ ስዲቅዩ ድሕሪ መርተባ ናይ ኣንብያ ካልኣይ ድመጽእ ስዲቅ እዩ ወሰይድና ኣቡበክር ስዲቅ ድማ ነቲ ዝነበረ ኩነታት ንኹሉ ኣተሃዳዲኦም ማሻላህ ኣብታ ዝነበርዋ ፈትራ ወይ ኣብታ ዝነበርዋ ናይ ኺላፋ ዳሓዝዎ ብዙሕ ተግባራት ብዙሕ ኸይራት ኣብ ኡማ ገይሮምልና ማለት እዮም። ሓደ ናይ ሙሰሊመትል ከዛብ ኣነ እየ ነቢ እንዳበለ ደሸግር ዝነበረ ብዙሓት ውን ይኽተልዎ ዝነበሩ ንዑኡ ኣጥፊኦም ከምኡ ድማ ሙስሓፍ ቁርኣንል ከሪም ውን ኣብ ሓደ ጠርኒፎም ከምኡ ውን ነቶም ዘካት ኣይንህብን ዝበሉ ድማ ንዖኦም ተቓሊሶም እዚ ኩሉ እዚ ሓሊፎም ከምኡ ውን ኡሳማ እብኒ ዜድ ነቢ ዓለይሂ ሰላቱ ወሰላም ብመሪሕነት ናይ ኡሳማ ዝልእክዎ ዝነበሩ ጄሽ ዝለኣኽዎ፣ ንዕኡ ድማ ልክዕ ከምቲ ረሱል ዝወጠንዎ ድማ ከምኡ ክጓዓዝ ድማ ዝገበርሉ ሰይድና ኣቡበከር ስዲቕ እዮም። ሰይድና ኣቡበከር ስዲቕ መናቅብ ናቶም ፈዳኢል ናቶም ብዙሕ እዩ። ጠብዓን ኣቡበከር ስዲቕ ያኒ መሓባ ዝነበሮም ምስ ረሱል ምስ ረሱል ዓለይሂ ሰላቱ ወሰላምን ምቅርራብ ዝነበሮም ኣና ወኣቡበከር ይብሉ ንረሱል ዓለይሂ ሰላቱ ወሰላም። ዝኾነ ነገር ክዝክሩ ከለዉ ኣነን ኣቡበከርን ይብሉ ነይሮም። ኣቡበከር ስዲቅ ሳሒብ ነቢይ ሰለላሁ ዓለይሂ ወሰለም ኣብ መዲና ኣብ ዝነበሩ ኣብ መካ ኣብ ዝነበሩሉ ካብኦም ኣይተፈለየን። ክመጸና እዩ ሓደ ታሪኽ ኣሎ ንረሱል ዓለይሂ ሰላቱ ወሰላም ክቐትልዎም ኢሎም ኣብ መካ እንከለዉ እዚ ዘይበሃል ኣጉባዝ መጺኦም ክሳብ ፌንቲ ኮይኖም ዝወድቁ ሰይድና ኣቡበከር ንረሱል ዓለይሂ ሰላቱ ወሰላም ተቛዲሶም ማለት ጉድኣት ንኸይወርዶም ንረሱል ዓለይሂ ሰላቱ ወሰላም ካብቶም ዝቃለስሎም ዝነበሩ ሓደ ኣቡበከር ኣስዲቕ እዮም። ኣቡበከር ኣስዲቕ ነቢ ዓለይሂ ሰላቱ ወሰላም ካብዞም ኩሎም ሰሓባ ዝነበሩ ዝመረጽዎ ብጻዮም ኮይኑ ናብ መዲና ንኽሃጅሩ ንኣቡበከር ኣስዲቕ እዮም። ነቢ ዓለይሂ ሰላቱ ወሰላም ምስ ኣቡበከር ዝነበሮም ከምኡ ድማ ፈዳኢል ናይ ሰይድና ኣቡበከር ዝዘከርዎ ኩሉ እንሻኣላህ ኣብ ኣሓዲስ ዊን ኣለና ኣሓዲስ ሰሒሕ ኣለና ከምኡ ዊን ሰይድና ኣቡበከር ዊን ብዙሕ ካብ ረሱል ዓለይሂ ሰላቱ ወሰላም ዊን ዘመሓላለፍዎ ኣሓዲስ ዊን ኣለና ነዚ ኩሉ እዚ እንሻኣላህ ቢኢዝኒላሂ ተዓላ ናይ ሰይድና ኣቡበከር ታሪኽ ብሓደ መጅልስ ወይ ብኽልተ መጅልስ ዊን ዝውዳእ ኣይኮነን። ሳሒበ ነብይ ሰለሏሁ ዓለይሂ ወሰለም እንሻኣላህ እቲ ተሪፉና ዘሎ መናቅብ ናይ ኣቡበከር ፈዳኢል ናይ ኣቡበከር ረሱል ዝበልዎን ሰይድና ኣቡበከር ውን ዘመሓላለፍዎ ኣሓዲት ካብ ረሱል ዓለይሂ ሰላቱ ወሰላም ዝሰምዕዎን ንዑኡ እንሻኣላህ ኩሉ ኣብ ድመጽእ ውን ክንዝክሮ ኢና ወነስኣሉሏህ ዓዘ ወጀል ቢመኒሂ ወከረሚሂ ኣን ይወፊቀና ሊማ ፊሂል ኸይር ወሰላሕ ወኣን የርዙቀነል ዕልሙን ናፍዕ ወልዓመሉ ሳልሕ